ሰላም ሰላም ክቡራት ተኸታተልተይ ከመይ ውዒልኩም ዳሕና ዲኹም ኣን ዳሕና እየ ኣምላክ ይመስገን ሃመይ ኒኤካትኩም ናይ ልሙዓንቲ ቪድዮና እንታይ እዩ ክኾን ዕዳጋ መቐለ ያው ልሙዓንቲ ሰኒ እዩ ኣብ ከተማ መቐለ ዕዳጋ ዓዲ ሓቂ ኢና ንርከብ ዋጋ ዕዳጋ እንዲሃም ዝኾነ ወሲኹ ዶ ቀኒሱ ዶ ዋጋ በርበረ ናይ ጎሾ ናይ ዝተፈላለዩ ሸቐጣሸቐጥ ዋጋ ዕዳጋ እንዲ ኣሎ ዓዲ ሓቂ ከተማ መቐለ ማለት እዩ ልሙዓንቲ ሰኒ ዕዳጋ መቐለ እዩ ዋም ዝተፈልጥዎ ሰኒ ሰኒ ቀውጠኛ ዝኾነ ዕዳጋ እዩ እኒኦ እና ያው እስኪ ቀንሱ ዶ ወሲኹ ዶ ኩነታት እቲ ናይ ዋጋ ዕዳጋ ኩሉ ነገር ሲሃመ የሎ ብደንብ ገይረ ዘርዚረ ክነግረኩም እየ ክቡራት ኣሕዋተይ። ቤተሰበይ ልኾንኹም ላይክ ቤተሰበይ ልኾንኹም ድማ ሳብስክራይብ እናገርኹም ምተዋዕኹም ኣይፈለየኒ ክቡራት ኣሕዋተይ ሳብስክራይብ እናገበርኹም ኣጆኺ በርትዒ ጅግና ኢኺ ጠንካራ ኢኺ በቃ ዝተፈላለየ ዓይነት ሞራላት ልህብ ቃላት ልትፅሕፍ ኣሕዋተይ ደሞ የቐንየለይ ብጣዕሚ ኢኹም ሞራል ትሁኒ ብጣዕሚ በቃ ሓደ ሓደ ኢኹም ኣሕዋተይ በቃ ንዓየ ሞራል ዝህብ ንዓየ ለባራታትዕ ቃላት ልትጻሕፍዎ ብጣዕሚ እየ ለመስግን እና ኩለኹም ላይክ ክገበሩ ኣዚ ትርእዩ ኣለኹም እንታይ ኢና ንሽምት ኣለና ኣብዚ ጎሾ ኢና ንምዝን ኣለና ጎሾ ብኪሎ እንደ እዩ ብበዝሒ እንደ እዩ ደሞ ብደንብ ገይረ ክነግረኩም እየ ዋጋ ጎሾ ብጣዕሚ ንእሽተይ ማለት ወስኽ ኣቢልኒ ዋላ በርበረ ዋላ ጎሾ ቐድሚ ኸዚ ኣብቲ ጾመ ርውዓ ገለ መርዓታት ገለታት ዝኾነ ዕድማት ብጣዕሚ ስለ ልቅንሳዊ ጾመ ርውዓ ኸልተ ላትሸጠ ነይሩ እዩ ልኪሎ ማለት እዩ ብበዝሒ ልወይን እዩ ብሽርሻረ ትኾይን ግን ንኪሎ ኸልተ ሚእቲ ነይሩ ኣብቲ ናይ ጾመ ርውዓ ማለት እዩ ኸዚ ድማ ንኪሎ ክልተ ይረዓይ ኮይኑ ኣሎ ብኪሎ ማለት እዩ ኣረዓ ወሲኹ ኣሎ ንሽተ ሕና እኳ ብጣዕሚ ብብዙሕ ኢና ኣቢልና ብጣዕሚ ብዙሕ ስለዝመዘና ቀኒሶምና እዮም ለጋጠመና ገጠመኝና ክነግረኩም ኢና ኣብቲ ናይ ባጃጅ ባጃጅ ትደልያ ዶ ገለ ዶ ገለ ዶ ላዋሎ ብጣዕሚ መፍርሒ ኩነታት እዩ እኒኦ ተጠንቂቕኻ እዩ እኒኦ ኣብቲ በተለይ ሰኒ ሰኒ ብጣዕሚ እዮም መጨበርበርታት ኣቢሎም በዚሖም እና ከምዚና ገዛዚእና ገንዘብና ክንህብ ይኹይጥልና ኣለዉ በዓል ጎሸ ማለት እዩ ካብኡ ደሞ መቸም ልሎ እዩ ኣጋጣምታት ገጠመኝ ክነግረኩም እየ ላብ ባጃጅ ክንኸድ ባጃጅ ትደልያ ዶ ኢልና መጀመርያ እወ ንደሊ ኢና ልላዕሊ ኣብ ካሊእ ስራሕ ነርና ልላዕሊ ሮማናት ከባቢ ክትፅዕነና ኣብኡ እውን ኣብቲ ናይ ቀዳማይ ወያነ እውን በርበረታት ገለተተለና ይፅዕነት ላኡ ክትወስድና ኢኻ ንብሎ

ናብ ዝኾኑ ጀማዓቱ ይድውል ናብ ዝኾኑ ጀማዓት ምስ ደወለ ካብኡ እቲ ጎሸታት ፅዒና ንላዕሊ ንኸዳፍቲ በርበረ ፀዓዒና ፀዕን ምስ ኣበልና ንሽተይ ሓፍተ እያ ነይራ ምስኣ እቲ ምስ በልና ናብቲ ናብ ባጃጅ እቲ ምስ በልና ናብ ዝኾኑ ጀማዓት ይድውል እቲ ምስረና ወዲያው ወዲያው ንሽተ እዩ ፈንተት ኢሉ እምበ ወዲያው ደውል ናፍቶም ጀማዓ ቱኒስ ማለት ኣዕርኽቱ ማለት እዩ ናብ ኣዕርኽቱ ወዲያው ደውልስ ኣበይ ኣለኹም ኣብኡ ዲኹም ኣለኹም ገለታት ኢልዎ ውርድ ኢልዎ ደውሉ ወዲያ እኮ እዩ ምስኣተናስ ንእሽተይ በቃ ከምተ ደቃስ ይኸደ ካብኡ ኣብዚ ኢለ ጀበና ንዓደግና ኢና ይቅርታ ኣቋሪፀ የተወግዕ እምበይ ንምንታይ ተቃርፃና ዝተቀረፃና ገለላ ላስሓቅ እየኹ ምስ ማሶ ፀባይ ስናይ ልኾኖን እየ ጀበና ልሸጥ ደስ ኢልዎ በቃ ቃሪፅና እዩ እዚ ማሶ ኢሉ ምስኪን ልኾነ የዋህ እየን የዋህ በቃ ተሓጒሱ ሞይቱ ንቐርጾ ኣለና ዝቆልዓ ቀረጻ ን ችግር የብሉ ኢለ ኣለ ዝሓፍተይ ኢለ ምስ ሓፍተይ ኢና ወሪድና ንእሽቲ ሓፍተይ እያ እዚኣ ሕሳስ ገዛና ካብኡ ጽዕን ምስ ኣበለና ክውድኣልኩም መጀመርያ ምስ ጸዓንና ከምኡ ኢሉ ደዊሎም ኣብኡ ደለኹም ገለታት ኢሉ ውይ ውይ ንዕንዕንዕ ውረዲ ደዊሎ ኣብኡ ደለኹም ገለታት ኢሎ ኢልና ቀጥታ ወሪድና ፈት ብናዮም ሳላ ዘይዓፀወና ስዊድና በቃዋ ጠርጢርና ለይጥርጥሩ ለይፍጡር እዩ ኣብ ማንኛውም ነገር ግድን ትጥርጥር ኣለካ ለይ ምእማን በቃ እዚ ሰብ እዚ ስታኣዩ ኢልካ ትጥርጥር ካብኡ ከምዚ ኣለ ሰምዕ ኣለኹ በዛ ኣንስትያት እዛ ውሽጢ ባጀት ዝኾነ ሃሎ ኣብኡ ደለኹም ገለታት ይብሉ ኣቲ ጓደይ ሄሪት ሓፍተይ ኣብኡ ደለኹም ይብሎም ምናምን ምስ በልኹዎ ምስ በልኹዋ ንሲስተር ኣቲ ጓል እዩ ንውረድ ብሱር ቃሕ ይበለኒ እዮ ምስ ኣእተየና እዩ ደዊሉ ኒኦ ሳቶ እሞ ደወሉ ዶ ድኮነ ስራሕ ኒኦ ካብኡ ታይ ኮይኑ ክንወሪድ ይክን ይብለና ኣይ ሓወይ ደዊሉ እዮ ውፅንሓዮ ገለ ኢልናስ ኣጋጣምናስ ሓወይ ደዊሉ ነይሩ ስኢል ብካሊእ ስርሑስ ደዊሉ ነይሩ ላት ነገርክዎ ነይረ ሰሚዕዎ እሽተይ ሓወይ ማለት እዩ ካብዋይ ሓወይ ደዊሉ ሲ ኣውዚ ኣውዚ ቦታ ሱ ፅንሓን ይብለና ኣለዋ ሱቅካ ውርዶ ዝጎሸታት ኢልና

ኸልተ ሚእቲ ኢልና ነበረ ካብ ኣለ ኣላፍቲ ካብ ታሕቲ ዓዲ ሓቂ ተቀድመያ ወያነ ኸልተ ኢልና ኣስ ዋላ ቀንሰር ክንዲ ዋላ ሚእቲያ ሕሰውማ ዎ ገደደ ልዕውር ገደደ እንታይ ኮይኑ መቀኒሱ ዝኾነ ነገር ሓሲብና ንኢልና ፈሪሕና

እይትገብረልክን እተዋስኡልክን ጸዓኑ ኣልና ኣነ ጎይታ ይውዕለይ ሓደግ ሓደግ ዝሓፍተይ ኣይንኸድ በቃ ኣብዚ ንጸንሖ ኢና ሓውና እኒ እናተጸበየና ብልና እሞ እዚ ደ ክጸንሕ ምሳኻትን ኮ ኢለ ለም ደቲ ሓውኽን ክትጽበየ እሲ ኣነ እውን ምሳኻትን ኣውዚ ክጽበየ እሞ ካብኡ ልላዕሊ ብሓደ ሒዝና ክንኸድ ሳእኒ ክጸንሕ ይብል ዋይ በል ብል ብል ብል ብል ላፍቲ በቃ ላፍቲ ንብል ኢና ሒዝናዮ ሻምቦ ሻምቦ ኢልና ንክዮ ንጸንሖ ኢና ኻሊእ ስራሕኻ ክዳእ ሙዳ ኣበይቲ የቐንየልና ኢና ኣቦዛ ውሽጥና ጎሸታትና ኣንጠልጥልና ንክዮ ካብኡ ዘወር ኢልና ንእሽተይ ካብኡ ባጃጅ እንደገና ባጃጅ ይሓዝነይ ወዛደር ክልተ ወዛደርና ተሰማሚዕና ልቀዳማይ ወያንና ቀጥቀጥና ያለ ነፍስና ብጣዕሚ ፈሪሕና ቀጥቀጥ ነፍሲ ወይ ወይ ቅዱስ ገብርኤል መድሃኒ ዓለም መዓንቲ ዝተመስገን መድሃኒ ዓለም ምሒርና ላና ነፍስና ግን ኣነ ብዙብ ደንገፂት እየ እታ መድሃኒ ዓለም ወይ ኣታታ እዩ ውዕለታኻ ኣታ ሓሊፍካ ሊሃኻ እናናልኩ እና ካብኡ ሃም ጌርና ናፍኩም ዞሮ ተመስገን መድሃኒ ዓለም ማለት እዩ እግዚኣብሔር ምሒርና ያው ቀጥታ ንቀዳማይ ወያነ ከይድና እንትን ጌርና ማለት እዩ በቃ ትፍርሕስ ካብ መስናይ ወፂ በቃ ናብ መንዲ ናብ መንዲ መድሃኒዓለም ኣይፋቱ በቃ ቀጥታ እኮ እዩ እቲ ምሰና ናብ ባጃጅስ ወዲያው ደውል ነበረቱ ካብኡ

መድሃኒኣለም ሓጊዝና መድሃኒኣለም ኣውጺእና። ኣታ ብስሩ ብሪኦ እኮ እዩ ብእውነት ብሪኦ ኣነ እሞ ብጣዕሚ እየ ዝጠርጥር ካብዚ ከዓ ምስ ምስ ናለ ይትቀረፃና ናለ ሽኮር ዝኾነ ዋላ ዕዳጋ ሽቲ ዋላ እዩ በቃ ይስሐቅ ኣለዎ ቁስናት ጀና እዮም ይሸጡ እሞ ደስ ኩልካ ዘናፍታ እዮም እኳ እንታይ ኢኽን ትቐርፅልካ እንኳ ረዲእና በቃ ሙሉእ ዓለም ክርእየና ላውን ዝተሓጒሶም ወይቶ ደስ ክብሉካ እዛ ንእሽተይ ሓፍተይ ደቃ ደድ ኣብኒ ኣቲ ቆረጽ ገምዶ ዚል ሓፈረ ብርግድ ለዚ ንእሽተይ ኦላ እና ሀምድና መድሃኒ ኣለም ኣውጽእና ኒኦ ተመስገን እንኳዕ መድሃኒ ኣለም ወጸእኩም ኢልኩም ስኹምለ መድሃኒ ኣለም ስለ ለውጸና ላይክ ግወርና ማለት እዩ ካብኡለ ንእሽተይ ትርስኣኽዋ ነገር ኒኤና ዝዋጋ ኣዳጋ በርበረለ ጣዕሚ ይኸውን ብጣዕሚ ሓቂ ዘራ ተቐኒሱ ቐኒሱ ንብለኩም ተወሲኹ ለወሲኹ በርበረስ ሓሙሽተ ሓምሳይ ሽዱሽተ ነይሩ ኸዚ ሽዱሽተ ሰማንያ ኢሉ ኪሎ ሽዱሽተን ሰማንያን ኮይኑ ኣሎ እና ተመስገን ዘይመስል ውዕልና እዚ ከዓ ዓለሙ ርኢ በቃ ቁረፅለ ደስ ኢልዎ ዝሓውና በቃ ቅርሺ ቆርፅለ ብሙሉእ ዓለም ብላፍ ተለጅና ንሰደልና ይና ምእንቲ እናበሎ ንቃ ተሓጒሱ ከም ዝፈታ እዩ ዝጸልም ንእሽቶ ቆልዓ እዚ ግን ሓፈረ እዩ እታ ገደፋ ናይ ተእትዋ ናታ እያ ትቐርጽለና ኢሉ እዚ እና ተመስገን ተማ መድሃኒኣለም ውጽና ንብለኩም ዕዳጋ ሓቂ ዓዲ ሓቂ ለመቐለ ብዙሕ ዘይሩ ይፈልጥ እዩ ነቲ ጉዕዞ ስለ ልነበረኒ ኦሒት ልመጽእ ስራሕ ስለ ልጀመርኩ እሱ ዝንታይ ስምታት በርበረታት ጎሽታት ልጽዓን ኔርና ጽዕና ኣቲና መድኃኒዓለም ብሰላም ወጽኡ ብሰላም መሊስና ወላኩም ተመስገን ኣቦይ ዝግ ከዓ ኣለዎ ዝናብ ማለት እዩ ዝናብ እውን ርእዎ ብመዓልቲ በቃ ሓያል ክራማት ይመስል እቲ ደበና ትርእዎ ኣለኹም ከምዚ ኢሉት